ሰላም ሰላም ክቡራት ተኸታተልቲ ከመይ ውዒልኩም ሰላም ዲኹም? ኣነ ሰላም እየ እግዚኣብሔር ይመስገን። ከምቲ ኣነ ሰላም ዘልክዎ ንስኻትም እውን ሰላም ክትኾንለይ ናይ ኩሉ ግዜ ትምኒተ እዩ። ክቡራት ኣሕዋተይ እምበኣር ከስ ልሙዓንቲ እንታይ እዩ ሕዘልኩም መፅኤን ኢኹ እንዳ ባንስ የዋፅእ ዶ ስራሕ እንዳ ቡሊኮት ኸ የዋፅ ዶ? እንዳ ቡሊኮትና እንዳ ባንስ ኣየናይ ስራሕ የዋፅ ዝበልክናን ኣሕዋተይ መልሲ ሒዘልክን መፅኤን ኢኹም በኣር ከስኪ መጀመሪያ ላይክ ገይርኩም ተወኩረት ኣሕዋተይ ቤተሰብ ለኾንኩም ደግሞ ሳብስክራይብ ነገርኩም ቤተሰብ ኹኑ ማለት እዩ እና ኣብ ትግራይ ለዋጢ ስራሕ ወይ ከዓ ዝኾነ ማንኛው ዓይነት ስራሕ ክይሰራ ለለዎ ስራሕ የለን ብዘይካ ኣሕና ተሸኩልና በቃ ብሓፂር መዓልቲ ክንህፍትም ተዘይና በቃ ቀሲና ትርፊ ረኺብናስ መካየዲ ናብራ ወይ ከዓ መካየዲ ኑሮ ክኾነና እዩ ኢልና ሰጥ ኢልና ተሒዝናዮ ለየዋፅእ ስራሕ የለይ። በቃ ኩሉ ዓይነት ስራሕ ትርፋማ እዩ። ቢያንስ ካብ ሓሙሽተ ሽሕ ለምፃእኻዮ ኣስቤዛ ክልተ ሽሕ ተረኪብካ እዚ ክልተ ሽሕ ብዙሕ ነገራት ይሽፍነልካ እዩ ማለት እዩ። ሶ እንደ ባኒ ብጣዕሚ ውፅኢት እኒኦ ግን ድኻም ኣለዎ እዩ ድኻም ብጣዕሚ እኒኦ ኣቤት እና ኩራቴ ማንኛው ዓይነት ስራሕ ኣብ ትግራይ ለየዋፅእ ነገር የለ ኮፍና ብጣዕሚ ፅቡቅ ክሰርሕ እየ ኢልካ ተሓሲብካ ክሰርሕ እየ ኢልካ ካብ ልብካ ሓሲብካሉ ብጣዕሚ እዩ ለውጢ ነዮ ግን ናትናታ እዩ ሸለልትነት እንታይ እዩ ዘይትርፋማ ትርፉ ስብሕዱ ኮይኑ ገለና ኣልና ብጣዕሚ ኢና ናብ ስደት ንምርፅ ካብ ስደት ሲ ብዙሕ ከርተት ብዙሕ ጭንቀት እኒኦ ብኡ መጠን ሞት እውን ኣሎ ስደት ማለት እዩ ስለዚ ሲ ክብራት ኣሕዋቴ ዓድኻ ይውሓድ ይብዛሕ ኩሉ ነገር መናም ዓድኻ ኣብ ስደት ከድካ ብቋራጭ ከፍቲ ሚልካ ኣብ ስደት ኣብ መንገዲ እውን ሞት ኣሎ ኣብ ባሕሪ እውን ሞት ኣሎ ኣብ ሰዓዳ ኣትካ ክንደይ ስቃይ ኣለዋ ብቻ ልፈልጦ ይልፈልጦ ስለዚ ኣብ ስደት ዓመት ኮይንኽን ካብ ወርሒ ሓምሳ ሽሕ ትቕበላ ኣብዚ ኮይንካ ኣብ ወርሒ ዓሰርተ ሽሕን ዕስራ ሽሕን ሰላሳ ሽሕን ለእቲ ሰብ ብዙሕ ኣሎ ኣብ መዓልቲ ዓሰርተ ሽሕ ለእትዉ ሰባት ኣለዉ ፈልጦም ብምንታይ እዩ በቃ ብንግዲ ብዝተፈላለየ ምክንያት ብዝፈላለየ ስራሕቲ ዝኾነ ኣይሱስ መኪና ገዚኦም ብዙሕ ፅዕነት ብዙሕ ነገራት ኣራግፎም ንመዓልትስ ዓሰርተ ሽሕ ዝሰርሓ ኣይስሳት ኣለዋ ልግልጣ ማለት እዩ ሕሰቡ ልመዓልቲ ዓሰርተ ሽሕ ዓሰርተ ሽሕ እቲ ናትና ኣብ ስዑዲ ኮይና ልወርሒ ሓምሳ ሽሕ ነእትዮሲ ዕፅፊ ዕፅፊ ዕፅፊ ኣብኡ ዝኾኖም ለእትዉ ኣለዉ ማለት እዩ ስለዚ ስናይ ባኒ ብጣዕሚ ውፅኢት እኒኦ ናይ ብሊኮት እውን ልክዕ ከምኡ በቃ ኩሉ ሲ ውፅኢት ኣለዉ ተመስገን ብቻ እንሕና ቀልብና ክንሰርሕ ኢና እና ካብ ቀልብና በቃ ካብ ውሽጥና ንለዓል እዩትና ተንቤ በቃ ማንኛው ትግራዊ በቃ ስዑዲ ስዑዲ ስዑዲ ከይድካ ከምዚ ገንዘብ ልሕፈስ እዩ ዝመስሎ ኣሎ ስለዚ ኣብ ስደት ለለካ እንዳ ዓዲ ከይድካ ስታ እዩ ዝስራሕ ዓዲ ከይድካ ስኖሮ ከምዚ ይበሃሎ ናብራ ጦርነት ገለታት ብዙሕዋ በቃ ዘይጨንቐና ነገር ሌሽ ስደት ኣውዚ ለ ሓደ ሓደ ሰብ ስርሑ ለሓዘ ሓዳሩ ለሓዘ ግን ብጣዕሚ ይቀሱን ኩሉ ግዜ ለ ይናገር እየ ክዳኑ ፅፉፍ ነብሱ እውን በቃ ኩሉ ነገር ዓዱ ልለ እዩ ልበልፅ ካብ ስደት ለለና ማለት እዩ ስለዚ ውፅኢ ተግኒ ኩሉ ደ ልበልክና ንሕዋተ ያው ሓደ ሓምሳ ኪሎ ወዲኡ እኒኦኩ ብጣዕሚ እዩ ውፅኢት እኒኦ ዋላ እኳ ኣብ ሚድያ ከምዚ ገዚ እዩ ከምዚ ረክበሉ ይንበል እምበ ውፅኢትስ ኣለዎ እዩ ወልናኩም ስለዚ ትሰርሓ ትደሊኽን ዋጋ ኣለ ክነግረክን ስለዚ ዓድኹም እተው በቃ ሰላም ይኾነ ይኹን ሃም ሃገር ዓድና ተኣቲናስ ጦርነት ክመፅእ እዩ ልብሉ ሰባት ብዙሓት እኒዋን ሰምዖም ንሪኦም ማለት እዩ ተመፀ ምፃእ ስለዚ መፀቃ ምስ ሃገርካ እያ ቶማት ካለ መሬት ዓድካ እዩ ኣብ ስደት ኳ ይምወት ሎ ሬሳ እኮ ፎዲ ኢራኮ ፎዲ ስዑዲ ፎዲ የመን ፎዲ ባሕር እኮ ይተርፍ እዩ ሓቀይ ዓድካ ለ በቃ ልመፀ ትመፀ ምስ ሃገርካ ምንም የኾነ ስለዚ እተን ውፅኢታት ዝሞከርክዎን ስራሕቲ ብጣዕሚ እየን ፅቡቓት ውፅኢት ኣለዎ እዩ ኣጆኽን ትምኩራ ደለኽን ማለት እዩ ስለ ናይ ካሊእ ናይ ካሊእ ስራሕ ተኸታይን የለዋፅ ተልኽን ብሓፂሩ ኩሉ ዓይነት ስራሕ ክሰርሕ እየ ተልኽን ብዓቕምኽን ብሚእቲ ሽሕ ይኹን ብክልተ ሚእቲ ሽሕ ይኹን ብዙሕ ስራሕ ተሎ ኣውኪሓ ኣብ ኣይናለም ኣብ ዝኾነ ቦታታት በቃ ብሓምሳ ሽሕ ሕደሻ የውፅየን ክንደይ ገዛውቲ ክንደይ ንብረት ክንደይ በቃ ካብታ ልሉ ኣዝዩ ፅቡቅ መናብሮ ንነብር ኣለዋ ናይናኻ ስደት ልሰ በቃ ስዑዲ ልኸደ ሰብ ስዑዲ ልኸድና ደቂ ኣንስትዮኸ ዋእ በቃ ሓንጎልና ይብጽበጽ ሓደ ሚልዮን ሲ መሳርሒ ኣኽለክን እዩ ውሉ ናብዚ ኮይኖም ቶም ቤተሰብ ድዮም ቶም ኣሕዋትና ድዮም በቃ ርእስና ይፍንድእ ብጭንቀት እና ኣጆኸነ ኣብ ስደት ለኽን ኣሕዋተይ ዓድና ጽቡቅ እዩ ብሓምሳ ሽሕ እውን ስራሕ ትምኩራ ትኽእል ኣይኽን እንተስ ኣብዛ ገዛእኽና ቦታ ድዩ እንተስ ትካሪኽን ድዩ በቃ ለጨነቐክን ትኾይኑ ግን ስራሕ ናይ ስራሕ ቦታ ናይ ባዕልካ ክኾን እየ ልብል ማለት ዝሰራሕካዮ እንድሕር ልክራይ ኮይኑ ብጣዕሚ እዩ ከቢድ ኣብ ዝኾነ እትኾን ግን ናይ ባዕልኻ ትኾን ኣለዋ ክቡራት ኣሕዋተይ ኣጆኽን እግዚኣብሔር ኣምላኽ ንዓድና እውን ሰላም የምፀልና ሰላም ይጎርና እቶም መንግስቲ እውን እና ናይ ልማንቲ ደዚ ይመስል ክቡራት ኣሕዋተይ ቤተሰበይ ሊኾንኩም ሳብስክራይብ ቤተሰበይ ሊኾንኩም ደግሞ ላይክ ነገርኩም ኣተባባዕኒ ክቡራት ኣሕዋተይ ይቐንየለይ

ዱኳን ትጸውዑ ሰእን ፈሽን ትሰርኡ እና ናባኒ ከንደይ ትውድእ ዋጋ ኣኸል በልክናኒ ከዚ ወሲኸን ኾነ እየን እዚኣ ግን ዓመት ክልተ ዓመት ገብር እያ ኣብ ስደት ናሃለና ኢና ገዜና እያ ግን ከዚ ሓደሽቲ ተኾይነ ቢያንስ ላብ ሚእቲ ሽሕ የፅሓየን ካብ ሰብ ትኾይነን ደሞ ሰማንያ ሽሕ ሰብዓ ሽሕ በፂሐን ይበሃሎ ካብ ሰብ ዝሰራሕ ትኾይኑ ግን ማንኛው ኣቕሓ ተገዚኣ ትኾይኑ ንብረት መሳርሒ ከምዚ ሓድሹ ይፅቡቕ ካብ ሰብ ተገዚእካዮ ምዕራይ እዩ ዝገደካ ቡቲ ትሰበረ ቡቲ ቡቲ ትሰበረ ቡቲ ኢኻ ትዕርና ማንኛውም ንብረት ካብ ሰብ ስሩይ ትግዝኡ ካብ ሰብ ንብረት ገዚእኻ ማለት ኪሳራ እዩ ብምዕራይ ኸለ ክትብል ስለዚ እቲ ናይ ውፅኢት ኣነ መኮርክዎ ስራሕቲ ይነግረኩም ኣለኹ እተለይ መኮርክዎ ስራሕቲ ግን በቃ ውፅኢታም ንሎስ የመልክት ዋላ እኳ ስራሕ ኣይንመክሮ ውፅኢት ኣለዎ ሰብ ሰሪሑ ይቕየር ኣሎ ኣብ ስደት ኣሎ ስለ ሰላም ንዓዱ ይጭነቕ እዩ ብዝበፅ ኣውዚ ልሎ ጦርነት ዝኾነ ተመፀ ይምፃእ ሃም ሃገርካ እንታይ ኢሉ በሃል በቃ ናብራ ተኸበደ ሃም ሃገርካ እናበለ ምንም ኣይጭነቕ ኣብ ስደት ዘለናስ ብሌን ይጭነቕ የለ ብምንታይ ከለይ ይጭነቕ ወዲ ሕሰብ ተብርሆስ ኣብ ስደት ስለ ንዓዲ ስለ ናይ ግዛእ በቃ እቲ ፌስቡክ ዘይለጥ ኣውዚ ግን ስለ ለይርእዮ እቲ ፌስቡክ ምንም ኣይጭነቕ ይትሰብ ስለዚ ዓድኽን እተዋ ስርሓ እቲ ኣነ ዝመከርክዎ ስራሕቲ እውን ነግረኩም ኣለኹ ፅቡቅ እዩ ውፅኢት ኣለዎ እዩ ኩሉ ነገር ማንኛው ስራሕ ውፅኢት ዘይብሉ ነገር የለ ተዘይማሪፅና ማለት እዩ